ሰላም ሰላም ናይ ኣለም ዩቱብ ቻናል ተኸታተልተይ ክብራት ኣሕዋተይ ከመይ ፀኒኹም? ኣነ ሰላም እየ እግዚኣብሔር ይመስገን። ሰላምታኹም ብዝሕ ተረፍ ይበለለይ ከምቲ ኣነ ሰላም ዘለኽዎ ሰላም ክትኮኑለይ በዓልቲ ምልእቲ ተስፋ እየ። ንዚ ቻናል ሓደስቲ ዝኾንኩም ላይክ፣ ሳብስክራይብ እናገበርኩም ቤተሰበይ ኩኑ። ሽምባር ብዝሓለፈ ናይ

ስለ ሰናያቱን ሓለውኡን እውን ንኣምላኽ ነመስግኖ። ስለቲ ኣባኻ ኣብ ፍትወትካ፣ ኣብ መሓዙትካን ኣብ መቕረብካን ኣብ ፈለጥትካን ኣብ ኩሉ ሰብን ዝገብሮ ሰናያት ኣመስግኖ። ኣብ ቤተ ክርስቲያን፣ ኣብ ቤተ ኣብ ቤተሰብ፣ ኣብ ሃገርን ስለ ኩሉ ሓበራውን ገላውን ሰናያቱ ኣመስግኖ። እስኪ ንስኻ ነብስኻን ከፍ ኢልካ ካብ ዝተወለድካሉ ጀሚርካ መርምራ። ክንደይ ግዜ እዩ ንኣምላኽ ዘይለመንካዮ እሞ ጸሎትካ ሰሚዑ ልብኻ ትምነዮ ዘይሃበካ? ካብ ክንደይ ጸበባይ ዘየድሓነካ? ኣብ ክንደይ መረራት መርመራታት ንስኻ ግና ዘይተዳለኻሉ? ዝመሰለካ እሞ ዘዐወተካ፣ ኣብ ክንዲ ሕማማት ዘይፈወሰካን ወይ ከዓ ከይትሓምም ዝተዓቀበካን፣ ክንደይ ጸገማት ዘይፈተሐልካን፣ ክንደይ ጉዳያት እዩ ውጽኢቱ ናብ ረብሓኻ ዘይገበሮ። ክንደይ ዝሰራሕኻዮ ሓጢኣት እዮ ካብ ሰባት ዝሰወረልካ? ክንደይ ናይ በረከት ኣፍ ደገ ኣብ ቅድሜኻ ዘይከፈተልካ? ክንደይ ዝሰራሕኻዮ ዕዮ ዘይሰመረልካ ኣብ ንጥፈታትካን ስራሕካን ክንደይ ግዜ ዘይነበረ ንኸድሕነካ ኣብ ልዕሊ ካልኦት ክንደይ ጸጋ ዘይሃበካ ካብ ክንደይ ሓጢኣት ብጸጋ ዘይተልዓልካ ክንደይ ክንደይ እሞ ክበሃል ዝተገበረልካ ናይ እግዚኣብሔር ሰናያት ምቁጻሩ ይከኣልዶ? እሞኸ በዚ ኩሉስ ምስጋና ይግብኦን ኣይግብኦን ዶ? ንፈተውትኻ ዝተገበረ ሰናያት ተደሚሩ ኩሉ ሓበራዊ ንዓኻ ይኾን ንኻልኦት ክንደይ ክበሃል ዋላ እቲ ብዘይ ጸሎት ልሞና ዝተቐበልካዮ ሰናያት ንሱ ግን ብጸግኡን ሓልዮትን ፍቕሩን ብዘይካ ኣምላኽ ካልእ ክፈትሖ ዘይከኣል ንኸይርሳዕ ከዓ እዚ ኩሉ ምዝጉ እዩ። ጥዕና ስለ ዝሃበካ ኣመስግኖ መን እዩ ካባና ስለ ዝርኢ ጥራይ ንኣምላኽ ዘመስግኖ ሓሚሙ ምስ ተሓከመ እሞ ክርኢ ምስ ጀመረ ግን ሽዑ ናይ ምርኣይ ጸጋ ምስ ተውሃበ ቅድሚ ሕጂ ኣመስጊኑላ ዘይፈልጥ ከናፍርካ ከመስግን ይጅምር ከምኡ እውን መን እዩ ብእግሩ ደልዲሉ ስለ ዝኸደ ዘመስግኖ ገለ መስበርቲ እንተ ኣጋጠሞ እሞ መደገፊ ምርኩስ ምስ ደለየ እዩ ዝዝክራ። ብእግርና ክንከይድ ስለ ዝኸኣለና ጥራይ እምበር ምስጋና ዘድልዮ እዩ። ኣበሃህላ ናይቲ ጥበብ ሓቂ እዩ። ጥዕና ኣኽሊል ናይ ኩሉ ርእሲ እያ። ንጥዕና ከዓ ዝሓመመ ጥራይ እዩ ዝፈልጣ። ንሕና እምበኣር ልምድና ምስ ሰኣንናዮ ደኣ እምበር ነቲ ዘለና ነገር ኣይነስተውዕሎን ኣይንሓስቦን ኢና። ከምኡ እውን ገለ ክፋል ኣካላትና ምስ ጎድእ ተዘይኮይኑ ክፋል ኣካላትና ጥዑይ ብምህላዉ ኣይነመስግንን። ካስዖና እንተሓሚምናን ወይ ብእስጠማ እኮ ምስ ተሸገርና ደኣ እምበር ብግቡእ ምግቢ ትሕቅቕ ብምህላው ኣይነመስግንን እምበኣር ኽስዐና መዓልታዊ ስራሓ ተካይድ ስለ ዘላ ወይ ብዘይ ቓንዛ ተጠቃሚ መድሓኒት ብዘይ ምዃንናን ንእግዚኣብሔር ክነመስግን ይግባእ ምኽንያቱ እዚ ኣባኻ ዘሎ ብዙሓት ዝምነይዎ ግን ዘይረኸብዎ እዩ ከምቲ ጥዕና ሂቡካ ተመስግኖ ኣብ ሕማምካ እውን ኣመስግኖ። ምኽንያቱ ሕማም ገዛ ርእሱ እኩይ ኣይኮነን። ናይ ኣልኣዛር እቲ ምስኪን ታሪኽ እንተወሲድና ብሕሙም ዝላደየ ኣካላባት ቁጽሉ ዘልሕሱ እዩ ዝነበረ። ግን እቲ ሕማም ባዕሉ ንእኩይ ኣይነበረን፣ ካብ ኣምላኽ እውን ፈጺሙ ኣይፍለየን። የግዳስ ብኣንጻሩ ንረብሕኡ እዩ ዝነበረ። ኣብ ሕቑፊ ኣብርሃም ምስ ተጸግዐ ከኣ ከምዚ ተባሃለሉ፣ ኣብ ምድሪ መከራ ከም ዝጸገበ ዘክር፣ ሕጂ ግና ንሱ ኣብዚ ይጽናዕናዕ። ሉቃስ ምዕራፍ 16 ፍቕዲ 25 ስለዚ እንተ ሓመምካ እኳ ንእግዚኣብሔር ኣመስግኖ፣ ከመይሲ ናይቲ ዝጸገብ ዝጸገብካዮ መከራ ናይ ኣልኣዘር ብጽሒት ስለ ዝህበካ፣ ብዛዕባ እዚ ቅዱስ ባሲልዮስ ዓቢ ከምዚ ኢሉ ኣሎ፣ ጥዕና ድዩስ ወይ ሕማም እንታይ ከም ዝዘርበሐካ ኣይትፈልጥን ኢኻ። ሃዋርያ ቅዱስ ጳውሎስ ብዛዕባ እቲ ኣብ ስግኡ ዝዋጋእ ገራጭ ከኣ ክእለየሉ ሰለስተ ግዜ ምስ ጠርዐ፣ ኣምላኽ ንጸሎቱ ኣውያቱ መልሲ ዘይኾነስ ጸጋይ ይኣኽለካ ካልኣይ ቆሮንጦስ ምዕራፍ 12 ፍቕዲ 8 ዝብል መልሲ እዩ ዝሃቦ። ብርግጽ ንሕና ደቂ ሰባት ድኹማት ከም ምዃንና መጠን ጥዒና ኢና እንልምን። እንተኾነ እቲ ዘርበሐና እንታይ ምዃኑ ኣይንፈልጥን ኢና። ሕማም ኣብ ምድሪ ከድክመና ይኽእል እዩ። እንተኾነ ግን ናብ መንግስቲ ሰማይ ንምእታው ደጋፊ እዩ። ስለዚ እምበኣር ምቕባሉ ሰናይ እዩ። ብኻልእ ሸነኽ ከዓ ስጋ እምብዛ ኣብ ዝሕይለሉ ብፍላይ ነቲ ብዘይግቡእ ዝጥቀመሉ ጎዳኢ እዩ። እቲ ኣገዳሲ እምበኣር መንፈሳዊ ጥዒና እዩ። ዛንታ ናይ ሓደ በዓል ጸጋ ሓንቲ ወላድ ዝነበረቶ ሰብኣይ ምስ ሓመመት ናብ ሓደ ቅዱስ ኣቦ መጺኡ ንጓሉ ንኸጽልየላ ይሓቶ እሞ እቲ ቅዱስ ኣቦ ግን ኣይፈተወን ግዲ ምስ በሎ ግና ጸለየላ እሞ ሓወይት ሓወይት እንተኾነ እታ ቆልዓ ምስ ሓወየት ናብ መንገዲ ርኽሰትን እኩይን ብምኻድ ክብሪ ኣቦኣ ኣዋረደት። ኣቦኣ ድማ ከም እንደገና ናብቲ ቅዱስ ኣቦ ተመሊሱ ነዛ ሓንቲ ጓሉ ክስካብ ንኽትመውት ከም እተመነየላ ይዝንቶ። ዝገርም ነገር እዩ፣ ብዙሓት ንሕማም ብዘይካ ቃንዝኡ ካልእ ኣይዝክሩን። ኣብ ሕማም ዘሎ በረከትን ጥቕሙን ኸይዘከሩ ብኣንፃሩ ግን ብምጭናቕን ብምጉርምራምን ንኣምላኽ ዎ ኣምላኽ እዚ ኩሉ ሰላምታይ ስለምንታይ ገበርካኒ ብምባል ይኽህስዎ ንስኻ ግና ከምኦም ኣይትኹን እንታይ ደኣ ኣብ ግዜ ሕማምካ ውፅኢቱ በረከት ከም ዝረኸብካ ቆፂርካ ንኣምላኽ ኣመስግኖ። ከምዚ በሎም፣ ወኣምላኽ ስለ ስለዚ ሕማም እዚ ብዕምተት ክጽሊ ብዕምቆት ክጽሊ ዕድል ስለ ዝገበርካለይ ወይ እውን ንንስሓ ዕድል ስለ ዝሃብካኒ ከምኡ ኸዓ ትሕትና ስቡር ልቢ ንኸጥሪ ስለ ዝሓገዝካንን ኣመስግነካ ኣለኹ። እወ ኣመስግነካ ኣለኹ። እዚ ናይ ሕማመይ ግዜ ኣብ ዓራተይ ናይ ትምህርቲ ጽቡቕ ግዜ እዩ ኣሕሊፈሉ። ንዓይ ከዓ ግዴታ ነብሰይ ዝምርምረላን ንዓኻ ሱባኤ ዝኣተኹላን እያ። ከም እውን ነመስግኖ ምኽንያቱ ሰትሪናን ረዲኡናን ዓቂቡናን ተቐቢሉናን ራህሪህልናን ደጊፉናን ክሳብ እዛ ሰዓት እዚኣ እውን ኣብፅሕና እዩ። ቤተ ክርስቲያንና እምበኣር ኣብ ጸሎት ሸውዓተ ሰዓታት ከምዚ ይብለና ትቕድስ ቃሉ ናይ ቃል በዓል ቤት ልዕሊ እግዚኣብሔር ኣምላኽና ዝተኸበረን ዝተመስገነን ይኹን። ታሻይ ክፋል ይቕፅል። ሰናይ ቅንያት